እንሪኦ ጥቕሲ እንድሕር ኣሎ ኮይኑ እቲ ፅኑዕ መሰረት ኣምላኽ ኣርእስቲ ስብከተይ እቲ ፅኑዕ መሰረት ኣምላኽ ፅኑዕ መሰረት እንታይ እዩ ኣገድስነቱ? ኣገዳስነት እንታይ ኣለዎ? ፅኑዕ መሰረት ዘድልየናስ እንታይ እዩ? ሓደ ነገር ከነቕውም እንድሕር ደሊና ብዙሕ ግዜ ንመሰረት ብገዛ ኢና ንድርኮራ ግን ኣብ ኩሉ ዋላ ሓዳር ክምስረት እንድሕር ኮይኑ መሰረቱ ክጽዕር ክኽእል ኣለዎ እምበኣር መሰረት ማለት ንዝኾነ ዕዮ ክትዳሎ ከሎኻ መሰረት ኣለዎ ገለ መሰረት ዝረእ መሰረት እዩ ገለ መሰረት ግና ዘይረእ መሰረት እዩ ንኣብነት ኣብ መንጎ ሰብኣይን ሰበይትን ዘሎ ዘይረእ መሰረት እዩ። እምበኣር፣ መሰረት ሓደ ኣገዳስነት ኣለዎ። እሞ ኸኣ ከም ክርስትያን መሰረት ስለምንታይ እንድሕር ክንብል ኮይና፣ መሰረት ነቲ ኣብ ልዕሊኡ ዝሕሰብ ዘሎ ሓደ ዓቢ ዝኾነ ኣገዳሲ ዝኾነ ህንጻ ተሰኪምዎ ዝነብር፣ ንቤት ይኹን ንሓዳር ይኹን ንዝተፈላለየ ነገር፣

መገዲ ጽርግያ እዩ ይሰርሑ ኣለዉ። ስለምንታይ እንድሕር ክንብል ኮይና መሰረቱ ኣዝዩ እንታይ እዩ ጽኑዕ እዩ ድልዱል እዩ እምበር ኣብ ውሽጢ ባሕሪ ዝፍጠሩ ማዕበላት ብዙሕ ነገር ኣሎ ከሰክፎም ዝኽእል ነገር እዩ። ነገር ግና በቲ ምድራዊ ጥበብ ዝተዋሃቦም ጥበቦም ኣይኮነን ጥበብ ኣምላኽ እዩ ጥበብና ይብልዎ በቲ ኣምላኽ ዝገለጸሎም ጥበብ ገይሮም ኣብ ምድሪ ዕዮ ክዓዩ ከለዉ መሰረት ክሰርሑ ከለዉ ሲ ንዕኡ ክጻወር ዝኽእል ከምኡ እኳ እንተመጸ ንዕኡ ኣጽኒዑ ከም ዘይነበረ ገይሩ ከቑሞ ዝኽእል ነቲ ዝተሃንጸ ህንጻ ገይሮም እዮም ዘዳልውዎ መሰረት እግዚኣብሔር ዝተመስገነ ይኹን ሳሚ ሓወይ እንዳ ጸረፈለይ እምበኣር መሰረት ናተይን ናትኩምን ከኣ ኣዝዩ ኣገዳስነት ኣለዎ ኣዝዩ ኣገዳስነት ኣለዎ። ጎይታና የሱስ ክርስቶስ ክዛረብ ከሎ ኣብ ማቴዎስ ሸውዓተ ካብ ዕስራን ኣርባዕተን ንታሕቲ ክኸይድ ከሎ ከምዚ ኢሉ ኣሎ ነዚ ነገረይ ሰሚዑ ዝገብሮ ኩሉ ቤቱ ኣብ ከውሒ ዝሰርሐ ብልሒ ሰብኣይ ይመስል። ጎይታና የሱስ ክዛረብ ከሎ ነዚ ነገረይ ሰሚዑ እምበኣር ናተይ መሰረት ኣይኮነን ወይ ናይ ውሽጢ ድልየታተይ መሰረት ኣይኮነን ጎይታ የሱስ ክዛረብ ከሎ ነዚ ነገረይ ሰሚዑ ቤቱ ኣብ ከውሒ እንድሕር ሃኒጹ እዚ ሰብኣይ እዚ በሊ ሃናጺ ወይ ከኣ ሰብኣይ ትብል። ምስጢር ናይዚኣ እንታይ እዩ እንድሕር ኢልዋ ኣብቲ ከውሒ ስለ ዝተሰረተት ኢሉ ማዕበላት ይምጻእ ንፋስ ይምጻእ ውሕጅ ይምጻእ እታ ቤት ኣይትዓኑን እያ። እቲ ምስጢር እንታይ ኢልዎ ኣብቲ ከውሒ ተሰሪታያ እሞ ማቲዎስ ሸውዓተ ኣብቲ ከውሒ ተሰሪታያ እሞ እምበኣር እታ ኣብቲ ከውሒ ዘይተሰረተት ኣብ ሕጻ እትስረት ኣብነት ኣምጺኡ ክዛረብ ከሎኻ ንፋስ ይመጽእ ውሕጅ ይመጽእ ለኪምዋ እንታይ ይገብር ይጠፍእ እቲ ምስጢሩ እንታይ እዩ እንድሕር ኢልና ንሳ እታ ቤት ኣብ ሕንጻ ስለ ዝተሰርሐት። ጎይታና የሱስ ክርስቶስ ብዛዕባ ቤቲ ግዲ ሃልዎ ክመጽእ ዘለዎ ሕቶ ኣይኮነን። ብዛዕባ ህይወተይን ብዛዕባ ህይወትኩምን ግዲ ሃልዎ እዩ። መሰረትኩም ኣብቲ ከውሒ ዝኾነ ክርስቶስ ተሰሪትኩሞ ዝመጸ ይምጻእ ማዕበል ክርስትያን ብምዃንካ ዝመጸካ ለውጢ ኣሎ። ኣማኒ ብምዃንካ ዝመጻካ ለውጢ ኣሎ። ሰዓቢ ክርስቶስ ብምዃንካ ዝመጸካ ለውጢ ኣሎ። እቲ ለውጢ ካበይ? ካብ ሰብኣይካ ሰበይትካን ክጅምር እዩ። እቲ ሓደ ድሒኑ እቲ ሓደ ድሕሪ ዘይደሓነ ለውጢ ካበይ ዝጅምር? ካብ ቤትካ፣ ዓሌትካ፣ ከባቢኻ፣ ዘለኻያ ንዝሪ ካብ ርሑቕ ኣይትጸበዩ ግን ነዚ ማዕበል እዚ ንዝመጻኒ ኣነ ንስኻትኩምን ስዒረናዮ ክንከይድ እንድሕር ኮይና መሰረት እምነተይ ኣብ ክርስቶስ ብቓል ሓቂ ቅዱስ ሰሚሩ ኣሎ በቲ ቃል ሓቂ ዝተለወጠ ክርስትያን እንድሕር ኮይኑ ዝመጸ ይምጻእ ዝመጸ ይምጻእ ስለዚ እቲ ጉዳይ ንማሕበሩ ኣይኮነን ንዓይ ንዓኻትኩምን እዩ ማሕበሩ ኤፌሶን ክዛረብ ኮሎ ጳውሎስ ናቱ መታን ክትኸውን ገለ ርስዓት ዔንጣር ኣበር ዘይብላ ገይሩ ቀደሳ ይብለና ኣቆማ ይብለና ንመን መታን ክትኸውን ናቱ መታን ክትኸውን እታ ማሕበር ናይ ማንም ሰብ ኣይኮነትን እታ ማሕበር ቅዱሳን ዝእከቡላ ናይ ክርስቶስ ዋንነት ሎሚ እቲ መሰረትና ኣብታ ናይ ክርስቶስ ዘላ ማሕበር ክንሃንጾ ይግባኣና እዩ ብዙሕ ግዜ ተሓዝበ ክርስቶስ ዝረአ ይመስል ኣብታ ማሕበር ክርስቶስ ተሸፊኑ ካልኦት ኣገልገልቲ መሰረት ናቶም ኣቚሞም ንሳቶም ካብ ክርስቶስ ንላዕሊ ዝረኣይሉ ዘመንን ግዜን መጺኡ። እቲ መእመን ስግደት ከይተረፈ ክህቦ ይደሊ መሰረት እምነቶም ስለ ዘባላሸው ትርእይዎ ኣለኹም። እምበኣር ኣነ ንስኻትኩምን ኢና መሰረትና ክንዕርየ ንደሊ ዘሎ እምበር እታ ማሕበር ኣይኮነትን። እታ ማሕበር ናይ ጐይታ እያ። እታ ኣብኣ ዘሎ መእመን ግና ክልወጥ መሰረቱ ኸኣ ቃል ሓቂ ብክርስቶስ ዝተለወጠ ህይወት ክህልዎ ይደሊ እምበኣር ኣነ ንስኻትኩምን ኣብ ዝኸድናዮ ዘመንና ኩሉ ጸለውቲ ሓይሊ ዘለና ክኸውን ነቲ ናይ ክርስቶስ ነገርካ ዝተሰከምና ኮይና ክንነብር መጀመርታ ንሕና

ንሱኻ የሱስ ክርስቶስ ካልእ መሰረት ሓደ ክስርዝ ዝኽእል የልቦን እሞ ካልእ መሰረት ክስርዝ ዝኽእል ሓደ የልቦን እሞ ንምንታይ ዳ መሰረት በዚሕ ኣሎ ኣብ ማሕበር ኣምላኽ ከይተረዳእና መሰረት ክርስቶስ ሃሲሱ መሰረት ካልኦት ኣገልገልቲ ተነዲቑ ካብ ክርስቶስ ዝረኤ እቶም ኣብኣ ዘለዉ ኣገልገልቲ ዝረኣይሉ ዘመን በዚሑ ኤንተኻ ይከበት ህዝቢ ኣምላኽ ኣነ ኣገልጋሊ እታ ማሕበር እንተኾንኩ ምስ ሕጂ ዝደሓነ ነፍሲ መሰረተይ ሓንቲ እያ ኣብቲ ናይ ክርስቶስ ቃል ዝተሰረትኩ ሰብ ንምንታይ ደኣ ሓለፋ ኣብታ ማሕበር ናተይ መሰረት ከም ዘለኒ ጽልዋ ይገብር ኣዒንተይ ኣይትኸፈል ኣዒንተይ ኣይትኸፈል ሓደ ሓደ ግዜ ናይ ኣገልገልቲ ወይ ናይ ገለ ፍሉይ ሰባት ዝግበር ኣጻናብላ ኣብታ ማሕበር ክትረ ኮለኻ ዘሰንብድ እዩ ኩሉ መእመን ዶ ከምኡ ይግበረሉ እዩ ኣይግበረሉ ንምንታይ ደኣ ሓለፋ ሰብ እዚ ይግበረሉ ኣሎ ሓለፋ ኣለኒ ዲኻ ባኸም ንላዕሊ ምስ ማሕበር የብለይ እኳ ደኣ ትሕት በሉ ኢሉ እኳ ደኣ ትሕት በሉ ኢሉ ተራእይ ይበለን እቲ ልዕል ክብል ዝደሊ ንሱ ትሕቲ ኩላትኩም ይኹን ትጠፍእ ትሃስስ ስለዚ ጳውሎስ ነዛ ቃል እዚኣ ክዛረብ ከሎ ሰለስተ መልእኽቲ የመሓላልፍ ኣሎ እምበኣር እቲ ፅኑዕ መሰረት ኣነ ተሪከየ ዘለኹ መሰረት ንሱ እቲ መሰረትካ ናይ ጳውሎስ ኣይኮነን ሃዋርያ ጴጥሮስ ኣይኮነን እቶም ዓሰርተ ክልተ ሃዋርያ ኣይኮኑን ንስኻ የሱስ ክርስቶስ እዩ ዝጽሕፈልና ዘሎ እቲ መሰረት መን እዩ ኣነ እቲ ብዙሕ ወንጌል ዘፍሰስኩ ንምድሪ ዓለምካ ዝበጻሕኩ ኣይኮነን ግብርን ሓይልን እንታምራትን ዝገበርኩ ኣይኮነን ምትስለይ ስሬኻትኩምን ዝመተ የሱስ ክርስቶስ ንሱ ጽኑዕ መሰረት እዩ እሞ ኣነ ብልሓተኛ ሃናጺ ኮይነ ነቲ መሰረት እንታይ ገበርክዎ ሰረትክዎ ሰረቲ ኣምላኽ ይግበርኩም ሰረቲ ኣምላኽ ይግበርኩም ዘገርም ነገር ብልሓተኛ ሃናጺ እታ ካልኣይቲ እምበኣር እታ ቀዳመይቲ እቲ መሰረት የሱስ ክርስቶስ ክኾን ከሎ እታ ካልኣይቲ ነጥቢ ከዓ

ኣምላኸይ እቲ ናይ ውሽጢ ነገር ህይወትን ኣገልግሎትን እሱዩ ዘገድሶ እንዳተጋገየ ሃዋርያ ዓገብ ዝብል እንዳተጋጎየ ዝመልስ ቃል ሓቂ ብትኽክል ዝነገረ ነቲ ብሕጊ ዝተማህሮ ኣብ እግሪ ገማልኤል ፎእ ብምባል ነቲ እምነት ኣቦታቱ ብምርሳዕ ሓድሽ ነገር እንዳተቐበለ ናብ ክርስቶስ ኣርኣያ እንዳተለወጠ ዝኸይድ እምበኣር እዚዩ ብልሓተኛ ሃናጺ ኮይነ ነቲ መሰረት እንታይ ገበርኩዎ? ሃነጽኩዎ። ስለዚ ኣነ ንስኻትኩምን እምበኣር ሓደ ነገር የድልየና፣ ኣብ ኣተሃናንጻና ኩሉ ግዜ ጥንቃቐ የድልየና። ክርስቶስ ድዩ ዝረኣ ዘሎ? ዝሃንጾ ዘለኹሲ ኣብቲ ናይ ክርስቶስ ቃል ድዩ? ገሊኦም መእመን ከምዚ ይብሉኻ፣ ሓደ ኣገልጋሊ ክምህረኒ ከሎ ትምህርቲ ዕቤት ወይ ትምህርቲ ምድሓንሲ ዳርጋ እሱይ ዝሰኣለኒ እዩ። ብዙሕ ግዜ ናቱ ማንነት ክነግር ይውዕል፣ ክምህር ይውዕል እሞ ኣብ ኣእምሮ እቲ ሰብ እቲ ሰብ እቲ ይመልእ። ክርስቶስ ነምጻዮ ኣነ ትርጉም የብለይን። ካባይ ጽቡቅ ነገር ኣይትመሃሩን ኢኹም ክርስቶስ ምንጪ ኩሉ ጽቡቅ ናትና ኣሜን ስለዚ ንሰባት ኣብ ናይ ክርስቶስ ቃል ክንስርቶም እዩ ዘለና ሳልሳይ ነጥቢ እቲ ካልእ ክርስትያን ኣብ ልዕሊ እቲ ኣነ ዝገበርክዎ መሰረት ክርስቶስ ብጥንቃቄ ይህነጽ እዩ እንታይ ይብል ኣሎ? ሓደ ካልእ ከኣ ኣብ ልዕሊኡ ይህነጽ ኢሉ ነፍሲ ወከፍ ከመይ ገይሩ ከም ዝሃንጽ ይጠንቀቕ። እምበኣር ንዓይን ንዓኻትኩምን እያ እታ መልእኽቲ። እታ ቀዳመይቲ እቲ መሰረት ክርስቶስ ምዃኑ፣ እታ ካልኣይቲ ንሱ ብልሓተኛ ሃናጺ ምንባሩ በቲ ዝተዋህቦ ጸጋ ተሳተይቲ ግና ነቶም ብክርስቶስ እንኣምን ብቃል ወንጌል ዝደሓና ክዛረብ ከሎ ሓደ ካልእ ከኣ ኣብ ልዕሊኡ ይህነጽ። ኣብ ካልእ ምህናጽ ካልእ መሰረት ጊደፍ እዩ ዝብል ዘሎ። ኣቐዲመ ክዛረብ ጸኒሐ ካልእ መሰረት ኣይንግበር። እምበኣር ነዚ ክትሃንጽ እንተ ዄንካ ኢሉ ጳውሎስ ነቲ ወከፍ ከመይ ገይሩ ከም ዝሃንጽ ይጠንቀቕ። ክትሃንጽ ከለኻ፣ ክትዓዪ ከለኻ ብጥንቃቐ ምድራዊ ነገር ንርኣዮ። ነቲ ዝብሉኻ ስራሕ ክትኣቱ ከለኻ ነቲ እቲ ትካል ዝደልዮ ኩሉ ቅጥዕታት ከተማላእ ኣለካ። እንድሕር ዘይማልኤ ከኣ ክትወጽእ ኢኻ ተጠንቀቕታ ኮንካን ከውጽኻዮ ከውጽኻዮ ኣብቲ ቃል ኣምላኽ እምበኣር ጎይታ መቸም ንጥዑያትና ንሓንካሳትና ንምውታትና ንኹላትና ትሚል እዩ ዝርእየና ከምቲ ናይ ምድራዊ ትካል ንዓ ውፃእ ኢሎም ካልእ ሓድሽ ዘእትዉ ከምኡ ይገብርኒ ስጋብታ መወዳእታ ማለት እዩ ማቴዎስ ምዕራፍ ሸውዓተ ብዛዕባ እቲ ኣብ ከውሒ ምህናጽ ዝብል ኣቐዲምና ተርኢናያ። ጐይታ ንጐይታይ ብስም ካልኦት እዚ ተኣምራት እዚ ኣይገበርናን፣ ተመንን ዕንቅርቢትን ኣየውጻእናንዶ? ክብሉ ነይሮም እሞ ኣብቲ ንገበርቲ ዓመጽ ኣኪዶ ኣይፈልጠኩምን'የ ክብሎም ርኢኹም። ግብርን ሓይልን ተኣምራትን እገብርዶ? እወ፣ መሰረት ግና ካልእ ጸኒሕ'ዩ። መሰረት ኣብ ካልእ ጸኒሑ እዩ። ስለዚ ኣነ ንስኻትኩምን እምበኣር እቲ እንገብሮ ብጥንቃቐ ክንገብሮ ይግብኣና። ብኸምዚ ዝተሃንጸት ነብስን ማሕበርን ኣምላኽን ኣይትጠፍእን እያ። እስከ ይጠፍእን እየ በሉ። ሓደ ነገር ክነግረኩም፣ ብትኽክል ሓደ ክርስትያን ኣብ ክርስቶስ እንድሕር ተሰሪቱ

ኣብ ገለ ሰባት ወይ ኣብ ገለ ኣገልገልቲ ወይ ብገለ ምኽንያታት ይገብርዎ እሞ እቲ ነገር እቲ ሃደሽ ክብል ምስ ረኣይዎ ናይ ክርስቶስ መሰረት እኳ ኣይፈረሰን። ናይቲ ክትምትዎ ዝጸንሑ ሰብን ናይቲ ክርእይዎ ዝደለዩ ድላዪ ልቦም ሃደሽ ምስ በለ ግና ንድሕሪት ሃደሽ ኢሎም ንሳቶም ከኣ ፈሪሶም ከይዶም። እቲ ምኽንያት ትኽክለኛ ዝኾነ መሰረት እምነት ኣብ ክርስቶስ ኣይተሰረቱን። ትኽክለኛ ዝተሰረተ ኣብ ክርስቶስ ኣይጠፍእን።

ሓደ ጉዳይ ኣጋጢሙ ነይሩ። ነታ ማሕበር ብዙሕ ስደት ይመፃ ነይሩ። ምዕራፍ ሓሙሽተ ኣብዚ ምዕራፍ እዚ ግን ሓደ ገማንኤል ዝበሃል ጥበብ ተጠቂሙ ነዞም ኣብ ልዕሊ እታ ማሕበረ ወይ ከዓ ሃዋርያ ዝለዓሉ ዝነበሩ ሰባት ክዛረቡ ጀሚሩ። ኣቱም ሰባት ገለ ቅድሚ ክንድዚ ዓመታት ተሲኦም ነይሮም ንሕና ክርስቶስ ኢና ኢሎም ሰዓብቲ ከኣ ገይሮም ድሕሪ ክንድዚ ዓመታት ግና ጠፊኦም ሪኢኹም ምኽንያቱ ክጠፍእ እዩ መሰረቱ ናይ ክርስቶስ እንድሕር ዘይኮይኑ ክጠፍእ እዩ ጠፊኦም ብድሕሪኡ ኸኣ ኩሰ ዝበሃል ተላዒሉ መጺኡ ንሱ እውን ኣጠፊኡ። ስለዚ ኢልዎ እዞም ሰባት እዚኣቶም ካብ ኣምላኽ እንድሕር ኮይኖም ፈጺምኩም ከተጥፍእዎም ኣይትኽእሉን ኢኹም። ኣነ ካብ ኣምላኽ እንድሕር ኮይነ ኣይጠፍእን እየ እስከ በሉ። ምሳይ ዝተኮስ ኣይጠፍእን እየ በሉ። ሰማይን ምድርን ኩሉ ተጠቕሊሉ ከም ኮቦርታ ክሓልፍ ከሎ እቲ ኣነ ግና ምስ ክርስቶስ ክለዓል እየ ኢልዎ። ሪኹም ስለዚ ከም ዝጠፍእ ዘርኢ ኮና ኣይተጥፍዎም ኢኹም ኢሎም ኣይትትከሙ እንድሕር ካብኡ ዘይኮኑኻ ሒደዎም ባዕሉ ክጠፍእ ትመሰረተ ትሪእዎ ኣሎ መሰረት እምነትካ ካብ ክርስቶስ እንድሕር ዘይኮይኑ ባዕሉ ክፈርስ እዩ ክፈርስ እዩ ምክንያቱ እቲ ከውሒ ክርስቶስ እዩ ከም ክርስቶስ ዝበለ ከውሒ ካብ ምድሪ የለን ከውሒ ፀሊም ኣይበልኩም ከውሒ ዝሓፂን ጌርካ ዝስራሕ የብልኩም ዝኾነ ሓፃዊን ጌሮም የምፅዎ ክፈርስ እዩ ናይ ክርስቶስ ግና ኣይፈርስን ኣሜን ናይ ክርስቶስ ግና ኣይፈርስን እግዚኣብሔር ዝተመስገነ ይኹን ስለዚ ነዚኣቶም ፈፂምኩም ከተጥፍዎም ኣይትኽእሉን እዮም ኣይትኽእሉን እዮም ስለዚ ምስ ኣምላኽ ክትባእሱ ከይትርከቡ ምስ መን? ምስ ኣምላኽ። ምኽንያቱ ኣነ ናይ ኣምላኽ እየ ዝገብሮ። ኣነ ናይ ኣምላኽ ሰብ እየ። ዕዮ ኣምላኽ ዘለኒ ሰብ እየ ኸኣ። ኣብ መሰረቱ እንድሕር ተሰሪትካ ከምኡ ኢኻ ትብል ካብ ዘይጠፍእ ዘርኢ እግዚኣብሔር ተመስገን ይኹን። ስለዚ እዛ ማሕበር ሎሚ ንትሽዓይ ዓመታ ተብዕል ዘላ ካብቲ ምሰረት ሓድሽ ህይወት ቤተክርስትያን ትሽዓተ ዓመት ገይራ። ኣብዚ ትሽዓተ ዓመት ግና መሰረት እምነታ ክርስቶስ ስለ ዝኾነ ካብቲ ስረት ኣትሒዛ ብብዙሕ ማዕበላት ንኽትፈርስ፣ ንኽትዓኑ፣ ንኽትጠፍእ ከም ዘይነበረት ክትኸውን ብዙሕ ውዲት ተገይሩ እረ ገለ ሓደ ሓደ ግዜ ሳን ዕሽነትና ኣገልጋሊ ኣነ ስለ ዝኾንኩ ኣብዚ ያኢ ብዘይ ባኣይ እቲ መሰረት ዘይቀውም ኮይኑ ስለ ዝስምዓኒ ኣብ ኣብ ልዕሊ እታ ማሕበር ጎይቶት ክኸውን ዝተፈተነሉ ግዜ ትሽዓተ ዓመት ሓሊፉ ብዙሕ ማሕበራት ሓሊፉ ክንደይ ነብሳት እዛ ማሕበር እዚኣ ኣጠሚቓ ድሕር ክንብል ኮና ልዕሊ ሱሳ ናብ መድሕን ኣምጺኣ ጥምቀት ምሒሩ ኣበይ ኣሎ መሰረት እምነትካ ክርስቶስ ሰለ ጌርካዮ ኣብ ከባቢ ዘለኻያ ማሕበር እንዳነበርካ መሰረት ካልእ ከተናድር ትውዕል ኢኻ መሰረት ኣምላኽ ግና ጽኑዕ ፍጹም ነቀይ ዘይብል ዘይናወጽ ጸኒዑ ዝነብር ዘልኣለማዊ ኣሜን ስለዚ ኣነ ንስኻትኩምን እምበኣር ነፍሰይ ኣብቲ ናይ ክርስቶስ መሰረት ኣብኡ ተነደቐ እየ ዝብላ ከም ህያው ኣእማን ኮይንኩም ኢሉ ኣሎ ኤፌሶን ምዕራፍ ክልተ መሬት ዓሰርተ ሸውዓተ ስጋብ ዕስራን ክልተን ከምኡ ሞ እቲ ኣቦ ክዓጹ እግዚኣብሔር ዝተመስገነ ይኹን። ኤፌሶን ክልተ ካብ ዓሰርተ ትሽዓተ ስጋብ ዕስራን ክልተን እምበኣርሲ ንስኻትኩም ኣብቲ የሱስ ክርስቶስ ባዕሉ እምነ መኣዝን ዝኾነ መሰረት ነቢያትን ሃዋርያትን እተነደኩም ደጊም ደቂ ዓዶም ንቅዱሳን ስድራ ቤት ኣምላኽ ኢኹም እምበር ኣጋይሽ ወጻእተኛታት ኣይኮንኩምን። ብሩኻት ኣጋይሽና ኣጋይሽ ኣይኮንኩምን። ሪኦ ኣለኹም ኣጋይሽ ኣይኮንኩምን። እታ ቤት ናይ ክርስቶስ እያ ኢልና ሓቢርኩም ምሳና እንታይ ዝኾንኩም ኢኹም? ዝተነደኩም ዝተሃነጽኩም ኢኹም። ሪኦ ኣለኹም ስለዚ እታ ማሕበር ኩሉ ግዜ ናይ ክርስቶስ እያ ዝብል እምበኣር ሓቢርና እትመመን እንህነጽ ኢና ናትና ንብሎ ነገር የብልና። ኣብኡ ብዘሎ እቲ ህንፃ ብጎይታ ቅዱስ ቤት መቕደስ ምእንቲ ክኸውን እንዳተኣሳሰረ ይዓቢ እዩ። ንስኻትኩም እውን ኣብኡ ማሕደር ኣምላኽ ብመንፈስ ክትኮኑ ሓቢርኩም ትህነፁ ኣለኹም። እግዚኣብሔር ዝተመስገነ ይኹን ሓቢርኩም ትህነፁ ኣለኹም ስለዚ ሓቢርና ተሃኒፅናዮ ዘለና መሰረትና መሰረት ክርስቶስ እዩ እምበኣር እንስዕቦ መሰረት እምነትና ክርስቶስ እዩ ኣሜን ዶ ስለዚ ኣብ ዝኸድኩሞ ኣብ ዘገልገልኩሞ ኣብ ኩሉ ዘመን ህይወት ዕድሜኹም ኣብቲ መሰረት ኣምላኽ ዝዀነ መሰረት ክርስቶስ ኣብኡ ክትሃንጹ እግዚኣብሄር ዘመን ህይወት ዕድሜኹም ኩሉ ይጠቐመልኩም ኣምላኽ ይባርኩም ሃሌሉያ ሃሌሉያ።